ኣሌክሳንደር ኢሳቕ ብ21 መስከረም 1999 ኣብ ሶልና ሽወደን ካብ ወለዲ ኤርትራውያን ተወሊዱ መበቆሎም ካብ ኤርትራውያን ዝኾኑ ስድራ ዝተወልደ ኢሳቕ ካብ ንእስነቱ ኣትሒዙ ኣብ ኩዕሶ እግሪ ዘይተኣደነ ተስፋ ካብ ዘሕድር ቀሊል ኣይቑፀረን ኣብ ኩዕሶ እግሪ ናይ መጀመርታ ተመክሮኡ ብመሳርዕ መንእሰያት ኣቢሉ ኣብ ሽወደን ኣብ ዝርከብ ኣየክ እዩ መጺኡ። ወዲ ሽዱሽተ ዓመት ጥራይ ከሎ ናብ ጋንታ መንእሰያት ኣየክ ዝተጸንበረ ኮይኑ ብኣግኡ ኣብቲ ስፖርት ዝነበሮ ተገዳስነት እውን ተውህቦ ኣርእዩ እዩ። ኢሳቅ ኣብ ላዕለዋይ ደረጃ ሊግ ኩዕሶ እግሪ ሽወደን ኦልስፈልስካን ዝርኣዮ ብቕዓት ሳላ ውህደት ቅልጣፈ ብልሕን ቴክኒካዊ ክእለቱን ኣቓልቦ ኤውሮጳውያን ስካውት ቀልጢፉ እዩ ስሒቡ ኣብ 2016 ምስ ኤኣይኬይን ፈለማ እዋን ፕሮፌሽናል ጸወታኡ ዘየካየደ ኮይኑ ኣብ ውሽጢ ሓደ ዓመት ድማ ከም ሓደ ካብቶም ብሉጻት መንእሰያት ተስፋታት ኩዕሶ እግሪ ሽወደን ተቖጺሩ ፍሉይ ክብረ ወሰን ሽቶ ኣብ ምዝጋቡ ኣብ ኣህጉራዊ መድረኽ ትዕዘቦ እትኽእል መሳጢ መንእሰይ ተውህቦ ገይርዎ ኢሳቅ ሽሪሕ እዚ ኣብ 2017 ምስ ሆላንዳዊት ክለብ ዊልያም ዳግማይ ፈረመ ኣብ ሆላንድ ዝነበሮ ግዜ ሓጺር እኳ እንተኾነ፣ ኣብ ኤውሮጳ ምጽዋት ብዋጋ ዘይሽነን ተመክሮ ክረክብ ግን ኣኽኢልዎ እዩ። ኣብታ ክለብ ኣብ ዝካየድ ቀዳማይ ዓመት ስፖርት ብሉጽ ጸወታ ብምምዝጋብ ጥራይ ኣብ ራዳር ዓበይቲ ክለባት ክኣቱ ግዜ ኣይወሰደሉን። ኣብ ክልተ ሽሕን ዓሰርተ ትሽዓተን ኢሳቕ ኣብ ጀርመናዊ ቡንደስሊጋ ናብ ቦርሻ ዶርትሞንድ ርኡይ ምንቅስቓስ ኣካይዱ። ይኹን እምበር፣ ዋላካ ዘይተኣደነ ተውህቦ እንተሃለዎ፣ ኣብ ዶርትሞንድ ዝነበሮ ግዜ በዳሂ ስለዝነበረ፣ ኣብ ተወዳዳሪት ጋንታ ስሩዕ ናይ ጸወታ ግዜ ንምርካብ ተቓሊሱ፣ ከም ሳዕቤኑ ድማ ኣብ 2019 ናብ ስጳኛ ኣብ እትርከብ ሪያል ሶሲዳድ ተለቂሑ፣ ኣብኡ ድማ ሓቀኛ ዓቕሙ ክረክብ ክኢሉ። ኣብ ሪያል ሶሲዳድ ኢሳቕ ክደምቕ ጀሚሩ። እዚ ሽወደናዊ ኣጥቃዒ ንምእማኑ ዘጸግም ቴክኒካዊ ክእለትን ዓይኒ ሽቶ ምምርኣይ ሓደ ካብቶም ቀንዲ ተጻወትቲ እዛ ስጳኛዊት ክለብ ኮነ። ዳይናሚክ ቅዲ ጸወታኣ፣ ኩዕሶ ናይ ምሓዝ ዓቕሙን ክሊኒካዊ ምዝማዝ እውን ብቐልጡፍ ተፈታዊ ደገፍቱ ገይርዎን ሓደ ካብቶም ዝበለጹ መንእሰያት ኣጥቃዕቲ ኤውሮጳ ምዃኑ ንብረቱ ኣገልጊልዎን። ኣብ ክራማት 2022 ድሕሪ ብብሉጽ ዓመት ስፖርት ምስ ሪያል ሶሴዳድ ኢሳቕ ናብ ፕሪምየር ሊግ ንምስጋር ናብ ኒውካስል ዩናይትድ ተጸንቢሩ ናይ ምስጋር ክፍሊት ንኢሳቕ ኣስታስ 58 ሚልዮን ፓውንድ ከም ዝኾነን እዚ ድማ ኣብ ታሪክ እታ ክለብ ካብ ዝኸበሩ ተጻወቲ ሓደ ክኸውን ከም ዝገበረ ይግለጽ ካብ 2024 ጀሚሩ ኣሌክሳንደር ኢሳቅ ምስ ኒውካስል ዩናይትድ ኣብ ፕሪምየር ሊግ ይፃወት ዘሎ ኮይኑ ኣብ ትሕቲ ምሕደራ እዚ ሆው ኢሳክ ቁልፊ ተፃዋታይ እታ ክለብ ኮይኑ ኣሎ ናህሪ ድሪብሊን ኣብ ምጥቃዕ ከም ፈጠራ ኒውካስል ኣብ ፕሪምየር ሊግ ላዕለዋይ ደረጃ ክትሕዝ ምጥፋእ ወሳኒ ኮይኑ ኣሎ ክልቲኡ ከም ማእኸላይ ኣጥቃዓይ ወይ ፀጋማይ ክንፊ ኣጥቃዓይ ክፃወት ዝኽእል ብዙሕ ዕዮታት ዝዓየሳ ነዛ ጋንታይ ርኡይ ሃብቲ ገይሩዋ ኣሎ። ኒውካስል ዩናይትድ ኣብ 2021 ካብ እትሕዞ ንደሓር ድሌታት ብዓብዪ ወሲኹ፣ ኢሳቕ ኣብታ ጋንታ ምህላዉ ድማ እታ ክለብ ሓንቲ ካብተን ብሉጻት ጋንታት ኩዕሶ እግሪ እንግሊዝ ብምዃና እናዓበየ ይኸይድ ዘሎ ኮይኑ ኣብ 2023 ኒውካስል ድሕሪ 20 ዓመታት ንፈለማ እዋን ኣብ ሻምፕዮንስ ሊግ ኤሮፓ ክትሓልፍ ከላ ኢሳቕ ድማ ነታ ክለብ ኣብ ቅድሚ ተራ ራብዓይ ደረጃ ንምሓዝ ቁልፊ ተራ ተጻዊቱ ኣሌክሳንደር ኢሳቕ ብቴክኒካዊ ክእለቱ ቅልጣፍኡን በሊሕ ኣቀማምጥኡን እዩ ዝፍለጥ። ቅልጣፍኡን ናህሩን ፍልይ ዝገብሮ ኮይኑ ነብሱን ዘእጋንድኡን ቦታ ክፈጥር የኽእሎ። ጸወታ ናይ ምንባብን ድሕሪ ምክልኻል ብልሒ ዘለዎ ግያ ናይ ምግባርን ዓቕሙ ሓደ ድኛ ኣጥቃዒ ክገብሮ እንከሎ ራእዩን ናይ ምሕላፍ ዓቕሙን ድማ ሓደ ካብ ሹተል ጥራይ ወጻኢ ኣብታ ጋንታ ኣበርክቶ ክገብር የኽእሎ። ኢሳቕ ኣጥቃዒ እኳ እንተኾነ መብዛሕትኡ ግዜ ኣብ ምህናጽ ጸወታ ይሳተፍ። ብተደጋጋሚ ምስ ኣከፋፈልቲ ንምትእስሳር ኣብ ዓሚቕ ምውራድ ይገብር። ኢሳቕ ዝዓብየ ሓይሊ ኣብቲ ብዙሕ ዕዮታት ዝዓዩ ምዃኑ ብቐንዱ ከም ኣጥቃዒ ዝፍለጥ ክኾን ከሎ ተዓጻጻፍነቱ ግን ኣብ ዝተፈላለየ ናይ ምጥቃዕ ተራታት ክጻወት ይኽእል እዩ። እንተላይ ከም ክንፊ ወይ ማእኸላይ ኣጥቃዓይ ብፍላይ ኣብ ሓደን ሓደ ኩነታት ዘመዝግቦም ምዝዛም መስተንክር እዩ። ብሰንኪ ቁመትን ኣብ ሳንዱቑ ዘለዎ ኣቀማምጣን ርእሲ ሽቶታት ኣብ ምዝጋቡን ንፉዕ እዩ። ኣብ ሜዳ ኩዕሶ እግሪ ኣርሒቑ ኣሌክሳንደር ኢሳቕ ብተዛማዲ ናይ ትሕቲ ናይ ብሕቲ ህይወት ይስተማቐር። ዋላ እኳ ዝናኡን ናዕብን እንተመጸ ፍሑትን መሰረት ዘለዎን ውልቀሰብ ምዃኑ ይፍለጥ። ኢሳቕ ኣብ ማሕበራዊ መራኸቢታት ንጡፍ ኮይኑ ውልቃዊ ህይወቱ ግን ካብ ትኹረት ወጻኢ ክኸውን ዝፍትን ኮይኑ ዝያዳ ኣብ ሞያዊ ተወፋይነቱ ዘተኮረ እዩ። ምስ ውሑዳት ናይ ግብረ ሰናይ ተበግሶታት ዝተኣሳሰር ኮይኑ ብፍላይ ድማ ምስቶም ንመንእሰያት ስፖርተኛታት ዕድል ኣብ ምሃብ ብዘተኩር እዩ። ኣነባብራ ኢሳቕ ንሞያዊ ብቕዓቱን ተወፋይነቱን ኣብ ስፖርት ዘንጸባርቕ እዩ። ጽኑዕ ልምታትን ኣብ ምምሕያሽ ክእለቱ ትኩረቱን ኣብ ዝዓለ ደረጃ ዓወት ንምምዝጋብ ዘለዎ ተወፋይነት ጥጥ ዘርኢ እዩ። ብተወሳኺ ብሩሱን ናይ ፋሽን ስነ ኣእምሮ ዝፍለጥ ኮይኑ ንፍጻመታት ምልባስ ባህ ዘብል ኮይኑ ምትሕውዋስ ንቡርን ልዑል ፋሽንን ቅጥታት ዘርኢ እዩ። ኢሳቕ ምስ ስድርኡ ጥቡቕ ዝምድና ይሕሉ። ኣብ ኩዕሶ እግሪ ኣብ መጀመርታ ጉዕዞኡ ዝደገፉ ወለዱ ኣብ ህይወቱ ሓያል ጽልዋ ኮይኖም ይቕጽሉ ኣለዉ። ኤርትራዊ ውርሻኡ ኣብ መንነቱ ተራ ስለ ዘለዎ ብሱሩ ክሳብ ክንደይ ከም ዝሕበን ብዙሕ ግዜ ተዛሪቡ እዩ። ክሳብ ክልተ ሽሕን ዕስራን ኣርባዕተን ደሞዝ ኣሌክሳንደር ኢሳቕ ኣብ ኒውካስል ዩናይትድ ኣብ ሰሙን ኣስታት ሚእቲ ሽሕ ፓውንድ ምዃኑ ይግለጽ። እዚ ኣሃዝ መሰረታዊ ደሞዝን ኣበዓዕሶ ዝተመርኮሰን ቦነስ ዝጠቓልሉ ብምዃኑ ሓደ ካብቶም ዝለዓሉ ደሞዝ ዝረኽቡ ተጻወቲ እታ ክለብ ይገብሮ። ኢሳቕ ኣብ ኒውካስል ዘለዎ ጽልዋ እናዓበየ ምስ ከደ፣ ኣብ ፕሪምየር ሊግ ኣህጉራዊ ውድድራት ንዝያዳ ከም ዓወት ዘመዝግቦ ተኽእሎን ዋጋ ምዕዳጉ እናወሰኸ ይኸይድ ኣሎ። ኣብ ክልተ ሽሕን ዕስራን ሓሙሽተን ደሞዝ ኢሳቕ ዝያዳ ክውስኽ ከም ዝኽእል ትጽቢት ይግበር፣ ብሰንኪ እቲ ውዕል ዳግማይ ክደራደርን ምስ ኒውካስል ዝገብሮ ዘሎ ርኡይ ጽልዋን ሓደ ካብቶም ኣብ ኩዕሶ እግሪ ዓለም ተስፋ ዘለዎም መንእሰያት ተውህቦታት ኣሎ። እዚ ድማ ከምቲ ኣብ ዝመጽእ ዓመት ብዘርኣዮ ብቕዓት እንተላይ ኣብ ኒውካስል ዝገብሮ ኣበርክቶ ተወሳኺ ዋንጫ፣ ተወሳኺ መጻረዪ ሻምፕዮንስ ሊግን ምድላይን እዩ። ኣሌክሳንደር ኢሳቕ ኣብ ሜዳ ይኹን ኣብ ሜዳ ወጻኢ ዘይተኣድነ ዓቕሚ ዘለዎ መሳጢ መንእሰይ ተውህቦ ዘለዎ ኮይኑ ካብቲ ኣብ ሽወደን ዘካየዶ ትሑት ጅማሮ ክሳብ ኣብ ላዕለዎት ሊጋት ኤውሮጳ ዝዓርገሉ እዋን ኢሳቕ ንዝኾነት ጋንታ ክመርሕ ዝኽእል ኣጥቃዒ ምዃኑ ኣመስኪሩ እዩ። ኣብዚ ሕጂ እዋን ምስ ኒውካስል ዩናይትድ ዘሎ ውዕል ተስፋን ዘሎ ከም መጻኢ ዝጽበዮ ብሰንኪ ኣብ ዓለም ኩዕሶ እግሪ ጽልባ ዓቢ ክሕድር ተኽእሎ ዘሎ ልዑል እዩ ኣብ ፕሪምየር ሊግ ሓደ ካብቶም ብሉጻት ኣጥቃዕቲ ኮይኑ ዘለዎ ተራ ናዕብየ ምስ ከደ ፋይናንሳዊ ኣታዊታት ዓወት ብዘንጸባርቕ ክኸውን እዩ ፕሮፋይሉ ድማ ኣብ ዓለም ሊጋዊ ኩዕሶ እግሪ ጥራይ እዩ ክዓቢ ከምኡ ድማ ደሞዙ ክሳብ ፍርቂ ሚልዮን ክዓቢ ተኽእሎ ኣለዎ